ሰላም ኩቡራትን ኩቡራንን ተኸታተልትና ከመይ ቀኒኹም ኣብ ዝሓለፈ ክልተ ክፋላት ምስ ገዲም ተጋዳላይ ጀማል መሓመድ ስዒድ ዘካየድናዮ ተንካፊ ዛንታ ቃልሱን ዝኽትምንኡን ዝድህስስ ትሕዝቶ ምቕራብና ዝዝከር እዩ ሎሚ ድማ ኣብ ኩነታት ሃንደሳዊ ቃልሱን ቃልሲ ብጾቱን ኩነታት ኣሕዋቱን ዝድህስስ ትሕዝቶ ኢና ክህልወና። ክሳብ ፍጻመ መደብና ድማ ክትከታተሉና ብኽብሪ ዝዕድመኩም ኣዳላውን ኣቕራብን ናይዚ ትሕዝቶ ኤፍረም ግደየ። ሸር፣ ላይክ፣ ሳብስክራይብን ርኢቶኻ ምጽሓፍን ኣይንቆጠብ። ሰናይ!

ኩትትንኡ ኣብ ህዝባዊ ግንባር ከምኡውን ካልእ ፍጻመታት ቃልሱ ዘርዚርልና ነይሩ ኢዩ። ሎሚ ከኣ ምስ ናይ ኣሃዱኡን ናይ መቃልስቱን ዛንታ ቃልሱ ብምትሕሓዝ ዝብለና ክህልዎ ኢዩ። ንከታተሎ።
ካልእ ኣሎ ኩሉ ነገር ማለት እዩ ሕጂ ናብታ ህንዳሳ ክመፀካ እዞም ሰባት እዚኦም ተወዚዖም ንሕና ትሽዓተ ምስ መፃና እቲ መወዳእታ ወርሒ ዓሰርተ ክልተ እዩ ኣብ ዓምብርበብ ሕሽክርበብ ኢና ኣቲና እቲ መባእታዊ ምክንያቱ ንሕና ተሓጒስና እትም ሓዚኖም እዮም ኖ ስለምንታይ ፖለቲካዊ ፅሕፈት ናብ ምሕዳራት ግለ ስለተባህሉ ስምዒት ንዖም ታሽሙ ገይርዎም ንዓና ግን ኣብ ሃንደሳ እንድሕር ስለዝኾነስ ሃንደሳ ከዓ እቲ ዝበለፀ ታሽሙ እዩ በቃ ግንባራት ክንከይድና ድሕር መስመር ክንከይድና ክንዋጋእ ኢና ገለ ዝብል እምሮ ስለ ዘሎ ኣብ ሓንጎልና ታሽሙ ይገብረካ ማለት እዩ ብዝኾነ ኣብ ሕሽከርበብ ኣቲና ኣብ ሕስከርበብ ወርሒ ምሉእ ብዛዕባ ናብ መባእታዊ ትምህርቲ ናይ ሃንደሳ ተማሂርና ማለት እዩ። ሃንደሳ ክትምሃር ከለኻ ንእሽተይ ጌጋኻ ናይ መወዳእታ ህይወትካ ምዃና ሓደ ትፈልጥ ከምዚ ዓወት ንሓፋሽ ጭርሖት ንብሎ ማለት እዩ። እዛ ጭርሖ ናህና እያ። ካልእ እቲ ወርሓዊ ትምህርቲ መባእታዊ ትምህርቲ ናይ ሃንደሳ ኣበይ ኢኻ ትምሃር ብዛዕባ ጸረ ሰብ ጸረ መኪና ነቶግቲ ብነቶግቲ ምዕናው ናይ ግዜ ቦምብ ግርምታት ገለ ወዘተ ኩሉ ትምሃሮ ማለት ኣብ ሃንደሳ ብኡ እቲ ትምህርቲ ይጅመር ብድሕሪኡ እቲ ድሕሪ ወርሒ ፈተና ትገብር ድሕሪ ፈተና ኣብ ከለካ ትውዛዕ ማለት እዩ ኣብ ጋንታታት ንሕና ሓሙሽተና እቶም ካልኦት ከይዶም ሓመኖር ኣብ ዓጃጅ መድህን ጓል ያቆብ እቲ ተስፋ ልደት ንብሎ ዘለና ኣብ ጋንታታት ተወዚዖም ንዓና ሓሙሽተና ግን ኣትሪፎምና ኣንኤ መሓርጊደይ መግለብ ሰሎሞን ኣብርሃ ቀይሕታይ ንተርፍ ቀያሕታይ ንተርፍ ቀያሕታይ እንዳ ኤሌክትሪክ በፂሕዎ መሓሪ ግደ እንዳ ኤሌክትሪክ ምስ ቀያሕታይ ሰለሞን ኣብርሃ ኣይደር ስርሓት ኣነን መግለብን ከዓ እንዳ ትርጉም ማለት እዩ ሕጂ እቲ ሃንደሳ ቅርፁ እንታይ እዩ ኣብቲ እዋንቲ እቲ ቤት ፅሕፈት ማለት እዩ ኣብ ሕሽከርባብ ዝነበረ እንዳ ትርጉም ኣለዎ ሓደ ነብሱ ዝኸኣለ እዩ እንዳ ኤድ ስርሓት ኣለዎ ነብሱ ዝኸኣለ እዩ እንዳ ኤሌክትሪክ ኣለዎ ነብሱ ዝኸኣለ እዩ ማለት እዩ ኤምዳት ከ ኣለና ሕክምና ከ ኣለና መርሓባ ሕጂ እቲ እንዳ ትርጉም ዝበሃል ብምሉኡ እቲ ዝመፀ ናይ ሃንደሳ ቀሊል ኣይኮነን ሕጂ ሃንደሳ ሲ ካበይ ዳኣ ኣምጺናዮ ርእስኻ ምኽኣል ዝባሃል እሱ እዩ ዝብለካ ዘለኹ መጽሓፍቲ ኣምጺኦም ታሽሙ ገይሮም ተርጉሞም ኣብ ትግርኛ ብምሉኡ ሓያላት ንፉዓት መምህራን ሓያላት ንፉዓት ዝኾኑ ካብ ራሻ ዝመፁ ከም በዓል ቀቢፅ ካልኦት ኣብ ካልእ ቦታ ዝነበሩ ከም መምህር ሃብቶም ክልተ መምህር ሃብቶም በዓል ወዲ መለስ በዓል ኣጣስሞ ዝበሃሉ መንሽሙ በዓል እስያስ ዝበሃሉ እዛቶም ሓያላት ንፉዓት ነይሮም እዚኦም ነቲ ናይ ሃንደሳ ዝተተርጎመ ተተርጊሙ ካብ ናይ ራሻ ይኹን ናይ ዓረብ ይኹን ናይ እንግሊሽ ይኹን ተተርጊሙ ኣብ ትግርኛ ኒው ሃገራዊ መርሓ ይኸይድ ተሓቲሙ መፅሓፍቲ ይመፅእ ነዚ መፅሓፍቲ እዚ ክንእርም ንውዕል ማለት እዩ ፊደላት ዝጎደሎ ገለ ናይቲ ነተጉቲ ቅርጻ ታሽሙ ናይቲ ታይምቦር ብግልምታት ገለ ወዘተ ንዕኡ ዝሃሰሰ ግልምታት ገለ ንዕኡ እንዳድመቕና ብፒሮ እንዳበልና እንዳተዓረየ ብከምኡ ዓመት መሉ ከምኡ ነርና ክገርመካ እንዳ ስራሓት ከዓ እንታይ ይስርሖም ዝኾነ ነገር ፈኽ ዝበሃል እዚ ናይ መፃወድያ ዝበሃል ናእሽቱ ሳናዱቅ ማለት እዩ ንሳቶም እዮም ዝሰርሕዎ ኩሉ ነገር የብልዎ እቲ ሳናዱቅ ይስራሕ ብድሕሪኡ እቲ ላሜራ ኣሎ ናይ ባትሪ ሰፈር ገልምታት ገለ ይግበር ገልምታት ገለ ሰም ይሰርሕዎ እንዳ ኤሌክትሪክ ይኸይድ ማለት እዩ እንዳ ኤሌክትሪክ ከዓ ገመድ ንታሽሙ ይወፆ ግርምታት ገለ ስለዚ ነብሱ ዝኸኣለ ሓደ ሰፊሕ ዝኾነ ታሽሙ ነይሩ ሃንደሳ ማለት እዩ እዚ ብ ትምህርትን መፅናዕትን እዩ ማለት እዩ ጋንታታት ከዓ ነብሱ ዝኸኣለ ከዓ ኣለዎ ማለት እዩ ኣብ መወዳእታ እቲ ይሰልችወካ እዩ ኣብኡ ዓሰርተ ግዜ መጽሓፍ ክትእርም ገለ ክትገብር ገለ ክትገብር እእምሮኻን ታች ምዃን ግን ኣብ ጋንታታት እዩ ሓደ መዓልቲ ረብሽና ብዝኾነ መንገዲ ግን እታ ንዓና ተሕጉሰናን ንዓና ተብለናን እዛ ናይ ሰሜናዊ ሳሕል መጥቃዕቲ ውቃው እዚ ምድምሳስ ምስ መጸት ናይ ሰማንያ ኣርባዕተን ንመጀመርታ እዋን ኩናት ዝተሳተፍኩላ ንሳ እያ ማለት እዩ ሰሜናዊ ሳሕል እታ ቀዳመይቲ ዝፈሸለትን ኣብ ካልኣይቲ ዘበለትን ንመጀመርታ እዋን ኩናት ኣብኡ ኢና ተቢልና ከም ሃንደሳ ኮንካ እወ ኣብ ሃንደሳ ምክንያቱ ታንክታት መሪሕካ ኢካ ትኸይድ መዳፍዕ መሪሕካ ትኸይድ ረሻሻት መሪሕካ ትኸይድ ሃንደሳ ሕጂ ከም ምንታይ ኢና ክንቆፅሮ ንኡስ ክፋል ክንሱ ግን ሓደ ዓብዪ ገዚፍ ዕማም ዝዓምም እዩ ማለት እዩ ሃንደሳ ንኡስ ክፋል እና ንብሎ ምሽ ግን ክትሪኦ ከለኻ ግን ሓደ ነብሱ ዝኸኣለ ዓቢ ዓቢ ዓቢ ዓቢ ዕማም ዝዓምም
ዓቢ ሓላፍነት ዘለዎ ዓቢ ሓላፍነት ዘለዎ
ንኣብነት ኣብ ኣንታይ ዲኻ ትብል ዘለኻ ኣብ ታንክታት ትመርሕ መዳፍዕ ትመርሕ ኢልካ ብኸመይ ኢኻ ትመርሖ

ቀሊል ኣይኮነን ኣባል ሃንደሳ ቀዲሞ ድዩ ፈትሽዎ ዝፀንሕ ዋላ እንታይ እወ ሕጂ ከጥቅዕቲ ኮይኑ ናህና ብዓቢኡ ኣቐድም ኣቢሉ እዩ ወፅእ እዩ ናህና ነውፆ ኢና ንሕና እቲ ናህና ይወፅእ እዩ ስለ ንፈልጦ ኩሉ ነገር ስለ ነብሎ ነውፆ ኢና ኣቐሚጥካዮ ስለ ዘለካ ተውፅኦ ኢኻ እወ ኩሉ ሽግር የብሉ ነቲ ናይ ፀላኢ እቲ ናይ ፀላኢ ግን ኣብ ርእሲ ታንኪ ኣብ ህጁም ክትሃጅም ከለኻ ኣብ ርእሲ ታንኪ ተሰቒልካ ክትከይድ ከለኻ ፍሉይ መሬት ክትርኢ ኣለካ ናይ ግድን ኩሉ ግዜ ዳሕራይ እቲ ነዊሕ ተመክሮ ስለዚ እቲ ንዓኻ ኣባል ሃንደሳ ኣብታ ታንኪ እዩ ዝስቀል ኣብታ ታንኪ እዩ ዝስቀል ወዲ ስለዚ ሞይ። ምኒኮሊኡ ሒዙ ፍሉይ ቦታ ኣሎን የለን ይርኢ ማለት እዩ ላሕ- ኣብቲ ወላ መሬት ሓንቲ ሙኒኮለ ይኮነ ዘድዮ ሙኒኮለ ይብል ሙኒኮለ ይኮነ ገለ ይኮነ ኣብታ ልዕሊ ታንኪ ምስቲ ቅድሚት ኣውቲስታ ኮንካ ክትከይድ ከለኻ ፍሉይ ቦታ ኣሎ እኮ እዩ ነግረካ እዩ ጨርሒ ንኣብነት ጸላኢ እንታይ ዝገብር መሲልካ ነቶግቲ ናቱ ክቐብር ከሎ ጨርሒ እዩ ዝገብር ምልክት ይገብረሉ እዩ ኩሉ ግዜ ጸረ ሰብ እንተሎ ምልክት ጨርሒ ኣለዎ ናይ መኪና ገለ እንድሕር ኮይኑ ኣቐድም ኣቢልካ ከኣ እሞ ታሽሙ ትገብር ስለ ዘለኻ እቲ ናትካ ምስ ኣውጸኻዮ ምናልባት ገለ ፍልይ ዝበለ ኣብቲ መሬት ወን ገለ ነገር እንድሕር ተራእዩካ ንዕኡ ጠጠው ኣቢልካ ወይ ፈታሺትካ ፈታሽት ከማን ኣብቲ እዋንቲ ኣብ ኩናት ታሽሙ ክትገብር ኣይትኽእልና ሲክ ኣሎ እዚ ነዊሕ ኣምፃ ቢልካ እንዳፈተሽካ እንዳፈተሽካ ደድሕርካ ክትመፅእ ምክንያቱ ከቢድ እዩ ንሃንደሳ ታሽሙ ሕሰቦም ኣረዲኡኒ። እሞኻ ትሃጅም ኣለኻኖ ነታ ቦታ እንድሕር ኣስጋእትካ ንዓኣ ፈቲሽካ ተመሊስካ ኣብ ርእሲ ታንኪ ተሰቒልካ ኢኻ ትኸይድ ደዋ ኣቢልካ ትፍትሽ ኣለካ እወ እወ ምስ ፈተሽካ ምስ ወዳእካ እታ ንዓኻ ተስጋእካ ቦታ ሓደ ካልኣይ ንገዛእ ንፍሱ እቲ ታሽሙ ክትሪኦ ከንደሳ ምንታይ ይኸይድ ናይ ራሻስ መኻይን ይኹን ዝኾነ ይኹን ንሱ ፈትሹ ታሽሙ ዝገብር እንተን መኻይናት ገልምታት ገለ ደስግረን ኩሉ ነገር ተብለን ሳልሳይ ሰራዊት ክሃጅም ከሎ ነቲ እቲ ናትካ ተውፅኦ ኢኻ ሽግር የብሉን እቲ ናትካ ሓደ መሕለፊ ትገብር ኢኻ ናይ ፃላኢኽ ቦታ ከዓ ቀፃሊ መፅናዕቲ ስለ ዘሎ ወይን ከዓ ንእግሪ መንገድኻ ህንደበት እንድሕር ረኺብካ ፖምሱ እንድሕር ኮይኑ ኣብ ከለኻ ቁርፅ ቁርፅ ኣቢልካ ወይን ከዓ ኣብ ከሎ ድፍእ ኣቢልካ ታሽሙ ትገብሮ እቲ ገመድሲ ናብቲ ዕንጨቱ ገፁ ስልኪ ማለት ድፍእ ኣቢልካ ንግዜያዊ ማለት እዩ ሰራዊት ክሓልፍ ከም ዘለዎ ትገብር ባክሌት እንድሕር ኮይኑ ንቲ ባክሌት ባዕልኻ ኣውጽእ ኣውጽእ ኣቢልካ እቲ ሳንዱቕ ኣውጽእ ኣውጽእ ኣቢልካ ሰራዊት ናይ እግሪ መርገጺ ክሓልፍ ከም ዘለዎ ትገብር እዚ መን እዩ ዝገብሮ ሃንደሳ እዩ ሃንደሳ እዩ ዝገብሮ ቅድሚ ተዋጋእ ሰራዊት ምእታው ምህጃሙ ኩሉ ክዛዝም ኣለዎ ኩሉ ሃንደሳ እዩ ዝገብሮ ኩሉ ማዕረ ክንደይ እዩ
እቲ ሪስክ እቲ ስግኣት
ከቢድ እዩ ሕጂ እፍሬም እንታይ ኣሎ መሲልካ ምክንያቱ ምቕልጣፍ ኣሎ ክትቅልጥፍ ትደሊ ኢኻ ኣንደሳ ከዓ ጥንቁቕ ክትከውን ኣለካ እዩ ድብለካ ምክንያቱ ናይ ሓንቲ ጌጋኻ ናይ መወዳእታ ዕምርኻ ስለ ዝኾነት እታ ጌጋስ ኣይትድገምን እያ ኣኺልዋ ኢኑ ኣብኡስ ማዕረ ክንደይ እዩ ጥንቃቐ እሞ ከዓ ቅልጣፈኻ እትደሊ ኣለካ ብፍላይ ክሃጅሙ ተኮይኖም ተዋጋእ ሰራዊት ሲ ቅልጣፈኻ የድልዮ እዩ ኣብኡ ማዕረ ክንደይ ብድሆታት ነይሩ ወይ ማዕረ ክንደይ እቲ ፀቕጢ ነይርኩም ሕጂ ኣብዚ እንታይ እዩ ኣብ ሃንደሳ ክትውፃዕ ከለኻ ናትካ ተራይ ሕጂ ሃንደሳ እንድሕር ተባሂልካ ሓደ ብልሒ ናትካ ተራ ክውስን እዩ ሓደ ልዕሊ ኩሉ ሓያል ሰብ ክትከውን ኣለካ በሊሕ ሰብ ክትከውን ኣለካ መስተውዓሊ ክትከውን ኣለካ ነዚ ኩሉ ዕማማት ኣብ እምሮኻ እንድሕር ኣስፊርካዮ ካልእ ወላ ሓንቲ ዝጽግመካ ጉዳይ የለን። ምናልባት ሕጂ ከምዚ ኢልና ታሪክ ክንዕልለሉ ከለና ከምዚ ከቢድ ኮይኑ ይስማዓና ኣብቲ ውሽጢ ኣብቲ ስራሕቲ እንድሕር ኣቲኻዮ ግን ብጣዕሚ ቀሊል እዩ ጸገም የብሉን ምክንያቱ ዝኾነ ነገር ፖሙስቱ ይኹን ባክሌት ይኹን ሳንዱቕ ይኹን ድሕር ጸኒሑካ ምክንያቱ ተሃጅም ስለ ዘለኻ ልዕሊ ኩሉ እቲ ሰራዊት ካይጉዳእ ወይን ከዓ እቲ ሰራዊት ታሽሙ ካየብል ኢልካ ንስኻ ዕማማት ተዓሞ ጉዳያት ኣሎ ምክንያቱ ኩላ መስዋእቲ እያ ሃጂምካ ምስኦም መስዋእቲ እያ ነቲ ፈንጂ ኣውፂኻ ኩሉ ነገር ምስ ኣበልካ ክሳይ ምስ ገበርካዮም ሰራዊት ኩሉ ምስ ሓለፈ ካብኡ ኢኖ ከዓ ሓደ ዕግበት እዩ ንገዛእ ነፍሱ እዚ ከማን ኣሎ ብዓብኡ ማለት እዩ ኣይኮነን ሕዚ እቲ ቀንዲ ኣገዳሲ ኣብቲ ምህጃም ክኸውን ከሎ ኣብቲ ኩናት ክከብል ከሎ እሱ ድሓን እዩ ጀማል ኣብኡ ሕጂ ዘጓንፍ መስዋእቲ ኣሎ ስንክልና ኣሎ ብዙሕ ነገራት እንዲ ዘጓንፍ እስከ ማዕረ ክንደይ በዳህ ነይሩ
እዎ ሕጂ ኣብኡ እንዲ ክመፀካ ኣብኡ እንዲ ክመፀካ ሃንደሳ ክልተ ኩናት እዩ ዘለና ሓደ ኩናት ምስ ጸላኢ ትዋግኦ ሰራዊት መሪሕካ ትኸይድ ታንክታት መሪሕካ ትኸይድ ረሻሻት መሪሕካ ትኸይድ ሓደ እዚ እሞ ከዓ ፊት ንፊት ምስ ጸላኢ ትዋግኦ ማለት እዩ ካልኣይ ኩናት ከዓ ኣሎ ሃንደሳ ዝዋግኦ ምስ መን ይዋጋእ ሃንደሳ ምስ መሬት ይዋጋእ ከዓ እቲ ካልኣይ ኩናት እቲ ዝተቐብረ ናይ ጸላኢ ብምሉእ እቲ ፈንጂ ከዓ እንደገና ከዓ ተውፅእ ማለት እዩ እዚ ንባዕሉ ነብሱ ዝኸእለ ኩናት እዩ ቀሊል ኣይኮነን ተር ኢሉ ባክሌት ነብሱ ዝኸእለ መስርዕ ሒዙ ፖምሱ ነብሱ ዝኸእለ መስርዕ ሒዙ ሳንዱቕ ነብሱ ዝኸእለ መስርዕ ሒዙ እሞ ከዓ ነዚ ካይሰልቸወካ ካየበልካ ቀዳምነት ነዚ ብምሉእ እዚ ታሽሙካ ኣውፂኻ እንደገና ናብ ፀላኢ ታሽሙ ከምዚ ዓንተበይ ዝበልኳ ማለት እዩ ኖ እቲ ርእስኻ ምክኣል ዝበሃል ንሱ እዩ ንፀላኢስ ብጥይቱ ብረቱ ኖ ንሱ ኢና ተጠቂምና ንኸይድ ነርና ስለዚ ነዚ ኩሉ ፈንጂ ከምዚ ጌርካ ኣውጺኻ ነዚ ኩሉ ተሽሞ ኣቢልካ ተገምጢልካ ንጸላኢ ክትቀብረሉ ከለኻ እዚ ሓደ ነብሱ ዝኸኣለ እዩ ሓደ ካልኣይ ከ እዚ ኩሉ ፈንጂ ኣውጺኻ እዚ ኩሉ ተሽሙ ጌርካ ሕሰቦ ንጽባሒቱ ጠለበጊዕ ይኹን እቲ ገባር መፅኡ ሓረስታይ ክሓርስ ከሎ ኣጣል ብሰላም ክበልዓ ከለዎ ሓደ ዕግበት ዶ ዕግበት ኣይኮነን ሓደ ዕግበት እዩ ንገዛ ንሱ እቲ ህዝብኻ ማስተርሆት ይረክብ ኣሎ ብዓቢኡ ንስኻ ከኣ እቲ ነተጉቲ ዘውጻኻዮ ከኣ ተመሊስካ ከኣ ንጸላኢ ከኣ ትቐብረሉ ተድምዓሉ ኣለኻ ማለት እዩ እዚ ሓደ ነብሱ ዝኸኣለ እዩ ሕጂ እቲ ርእሰ ምኽኣል ንጸላኢ ብጥይቱን ብረቱን ማለት እዩ ኖ ሕጂ ኣብዚ ቀሊል ኣይኮነን ኣብዚ ዝሓልፍ መስዋእቲ ኣብዚ ዝሓልፍ ስንክልና ቀሊል ኣይኮነን ኣብ መዓልቲ ሲ ሓደ ሓሙሽተ ሽሕ ሽዱሽተ ሽሕ ክተውጽእ ከለኻ እሞ ክንደይ ምስውኡኻ ጸላኢ ቀቢርዎ ዝነበረ ኣብ መሬት ኤርትራ ልዕሊ ሚልዮን ዝኾኑ ነተጉቲ እዩ ቀቢሩ ነይሩ ናይ ጸረ ሰብኡ ጸረ መኪንኡ ገልምልኡ ገልምልኡ ኩሉ ሕሰቦ እወ ንዚ ኩሉ ነተጉቲ ወፂዶ እንድሕር ዝወፀ ኣሎ ዳርጋ ኣነ እንታይ ብል ሰማንያ ሚእታዊት ሰማንያ ሚእታዊት ተስዓ ሚእታዊት ተዓዊትናሉ ኢና ብጀካ እቲ ታሽሙ ዝተተኮሰን ተበሎ ንግደፎ ተኻል ማለት እዚ ኹሉ ነተግቱ ክወጽእ ከሎ ግን፣ እዚ ኹሉ ፈንጂ ክወጽእ ከሎ፣ መስዋእትን ስንክልናን፣ ነታጒ ዝሃረመካ ወይ እግርኻ ክትቁረጽ ኢኻ፣ ወይ ክልተ እግርኻ ክትቁረጽ ኢኻ፣ ወይ ክልተ ኢድካ ክትቁረጽ ኢኻ፣ ወይ ክልቲኡ ዓይንኻ ወይ ሓንቲ ዓይንኻ ወይ ከኣ ሙሉእ ኣካላትካ የለን። ብጾት ነይሮምና እኳ እዮም፣ ኣብ ሃፋ ተቐይሩ። ሃፋ ክብለካ ከለኹስ ቀሊል ኣይኮነን ከም ኖርማል ሰብ ይመስሎ ይኸውን ዋላ ኣብቲ ደገ ክትርኸም ክንግሮም ከለኹ ሲ እንታይ እዛ ግረ ትብላና ኣለካ ገልምታት ገለ ብሎ እዛ ዝብለካ ዘለኹ እየ ዝብሎ ምክንያቱ ሓንቲ እግሪ ጥራሕ ረኪብና ንኸደሉ እዋናት ነይሩ ኣበሎ እቲ ሰብ እንተሕልካኒ ኣብ ኣየር ሃፋ ተቐይሩ ከምዚ ዓይነት ዝገብር ነተጉ ኣሎ ነተጉቲ ኣሎ ሕጅስ ቀሊል ኣይኮነን እቲ ታሽሙ ናብ ሓቂ ናይ ሃንደሳ ሓያል ስራሕ እዩ ከምዚ እንታይ ንብል ንእሽተይ ኣካል ክፍሊ ኮይኑ ግን እቲ ዕማም ዝዓሞ ኣብ መሬቱ ጥራሕ ዘይኮነስ ዝዓሞ ስግረ ዶብ ከማን ዕማማት ዝዓምም ሃንደሳ እዩ ዘሎ ማለት እዩ መሬት ኢትዮጵያ መሬት ትግራይ ሲ መሬት ናይ ኔው ስጋብ በዓል ዱብቲ ከይዶም ነተግቲ ኣዕንዮም ታሽሙ ዝመፁ ነይሮም ስጋብ ውሽጢ ትግራይ ኣትዮም ስርሖም ዓሚሞም ሰሪሖም ጋንታታት ናህና ፍላይ ኣህዱና ማለት እዩ ኣብኡ ኣትዮም ስራሓቶም ሰሪሖም ዝዓሙ ኣዕማማቶም ገይሮም ዝምለስሉ እዋናት ነይሩ እዩ ቀለ ይኮነ በጀካ እቲ ናይ ግንባራት ንሕና ሳብቲ ግንባራት ኣነ ሳሕል እየ ነይረ በዚ ባርካን እንደገና ከዓ በዚ ኣብ ባርካ ኮንካ ምስ ሓምሻይ መስርዕ ትዋጋእ በዚ ይዋጋእ እንደገና ከኣ በዚ ከኣ መኻይን ክመጻ ከለዋ ሓምሻይ መስርዕ ዝቀበርኦ ነቶግቲ ንዑ ኣውጺና ነተን መኻይን ነስግረን በብሓደ ነሕልፎም ብዝኾነ መንገዲ ስጋብ ከምዚ ዓይነት ዕማማት ዝዓምም ዝነበረ ሃንዳሳ እዩ በቲ ከኣ ይዋጋእ ሃንዳሳ ብዙሕ ዕማማት እዩ ዝዓምም ምስ እንዳ ሰብዓን ክልተን ርክባት ኣለዎ ይሰርሕ እሱ ንገዛእ ነፍሱ ንባዕሉ ከማን ከም ሰብዓን ክልተን ኮይኑ ስለያ ኮይኑ ምስለያ ኮይኑ ሃንዳሳ ምስ ኮማንዶ ኮይኑ ይሰርሕ እሱ ንባዕሉ እቲ ሃንደሳ ኮማንዶ ኮይኑ ከማን ይኸይድ ምክንያቱ ይመሃር እዩ ኣብ ሃንደሳ ይመሃሩ እዮም ሃንደሳ ምስ ኩሉ ኣሎ ኣብ ኩሉ ቦታ ኣሎ ኣብ ድሕሪ መስመር ኣሎ ሃንደሳ ኣብ ውሽጢ ጸላኢ ኣሎ ሃንደሳ ስግረዶብ ኣሎ ሃንደሳ ኣብ ግንባራት ኣሎ ሃንደሳ ኣብ ዘየሎ የለን ሃንደሳ
ናይ ሃንደሳ ስራሕ ከቢድ እዩ ከቢድ ሓላፍነት እዩ ዝስከም እቲ ሪስክታት ወይ ስግኣታት ንብሎ ከዓ ማዕሪኡ ዝለዓለ እዩ ናይ ምስዋእ ናይ ምስንካል ተኽእሎ ከዓ ኣዝዩ ልዑል እዩ ኣብ ከምዚ ዘሐጉሰካ ኣሎ መስዋእቲ ከጓንፍ ከሎ ስንክልና ከጓንፍ ከሎ ከዓ ዘሕዝነካ ኣሎ ጉዕዞ ቃልሲ እዩ እሞ እስከ ካብቲ ዘሐጉሰካ ዝነበረ ትዕወትሉ ዝነበርኩም እሞ ብዙሕ ገሊኡ ከዓ መስዋእቲ ከይከፈልካ ከይሰንከልካ ዝስገር ስራሓት እውን ስለ ዘሎ እቲ ዘሐጉሰካ ዝነበረ ንኣብነት ዓበይቲ ኩናታት ንገረኒ ዓበይቲ ውግኣት እዋ እዋ
እዋ ሕጂ ኣሎ እንዶ ብዙሕ ኣሎ ታሽሙ ዝገብረካ ኣነ ሕጂ እቲ ኣገዳሲ ሕጂ እንታይ እየ ክብል ደሊ ኣብ ሃንደሳ እታ ሓንቲ ትሕጉሰኒ ሓንቲ ስድራ ኮይና ምጓዓዝና ሓንቲ ኣካል ኮይና ኢና ንጓዓዝ ነርና ዓንተበይ እንታይ ኢለካ ኣብ ቤት ምሶራ ሓንቲ ኣካል ኮይና ተመልሚልና ተኾስኪስና ኢለካ ዶ እዋ ቀሊል ኣይኮነን ወላ ህዝባዊ ግንባር ብዓቢኡ ዓቢ ዩኒቨርሲቲ እንተኾነ ቤት ትምህርታራ ንእሽተይ ኮለጅ ማለት እዩ ካልኣይ ኮለጅ ከዓ እዚ ሃንደሳ ማለት ኣብ ሃንደሳ ብዙሕ ተማሂረ ሓደ ንዓይ ዘቲ ዘሕጉሰኒ ሓያል ምዃነ በሊሕ ክኾን ከም ዘለኒ ወላ ሰረት እንተለዎ ናይ ቤት ሙሰራ ወለ ከምኡ እንተነበረኒ ከም ሓደ ኣካል ከም ሓንቲ ስድራ ኮይና ከዓ ክንጓዓዝ ሓደ ናይ ሃንደሳ ቀሊል ኣይኮነን ሓደ እዚ እቲ ብዓቢኡ እቲ ዝሕጉሰካ ግን ኣብ ሃንደሳ ኮይንካ መስዋእቲ ከፊልካ ነቲ ቦታ ሓራ ጌርካ እሞ ንጸላኢ ብጥይቱን ብረቱን ኣድሚዕካ እሞ እቲ ቦታ ከኣ ሓራ ኮይኑ ህዝብኻ መጺኡ እንተ ብሕርሻ ኮይኑ እንተ ብገለ ኮይኑ እንተ ብገለ ኮይኑ ክቋደስ ከሎ ብሰላም ረኺቡ ክቋደስ ከሎ እዚ ከባቢ ናይ በዓል ሳሕል ኣብ ካልእን ካልእን እዚ ንገዛእ ነፍሱ የሕጉሰካ ወላ መስዋእቲ ክፈል ቀሊል ኣይኮነን ክንደይ ከመይ ነይሩ እቲ ህዝብናስ ከመይ ነይሩ እንድሕር ኢልካ እንድሕር ኣቢልካ ተሸቑሪዱ ዝኸይድ ዝነበረ ህዝቢ እዩ ኣይኮነን ጸላኢ ወላ ምስ ሰዱትካ ናደኡ እዚ ምስ ደምሳስናሲ ብድሕሪኡ ዝነበረ ነተግቲ ምሕሰቦ ከመይ ገይሩ ክንቀሳቐስ እቲ ህዝቢ ክንቀሳቐስ ኣይክልን እዩ ኣብ በዓል ከባቢ ፋዕበት በል ዋላ እዚ ከባቢ ሩባ ሓዳይ በል ዋላ እዚ ከባቢ ናይ ግንባር ናቕፋ ብምሉኡ ስጋብ በዓል ሮርሓባብ ስጋብ በዓል እዚ ናይ ሓልሓል ስጋብ በዓል እዚ ጭልማ ዝበሃል ቦታ ብምሉኡ ነተውቲ ኢና ውፅኢና ይሕሰቦ ምስ መን ሃንደሳ ወድብ ጥራሕ ኣይኮነን እንታይ ደኣ ምስቶም ናይ ናይ ክፍለ ሰራዊታት ሃንደሳ ብሓባር ኮይና ሕጂ እዚ ቀሊል ኣይኮነኖ እዚ ከባቢ ገብገብ ዝበሃል ቦታ ነውፅኦ ዝነበርና ፈንጂ ሲ በሽሓት በሽሓት በሽሓት ካብ ሕዳይ ዝተበገሰ ማለት እዩ በሽሓት ፈንጂ ናውፅእ ናብዚ ሕሰቦ እዚ ኩሉ እሂ እንድሕር ኢልካ እንድሕር ርኢኻዮ ሰብ ኣይንቀሳቐስ ከብቲ ይንቀሳቐሳ ገባር ኣይንቀሳቐስ ደጀን ስለ ዝኾነ ናፃ ስለ ዝኾነ እዩ ነዚ ምስ ኣውፀናዮ ምስ ኣፅረናዮ ግን እቲ ገባር እቲ ህዝቢ እቲ ጠለበጋ እንስሳ ገለ ክንቀሳቀስ ከሎ ግን ሓደ ትትሕጎስ ካልእ ብዓብኡ ትጥቀም ኣለኻ እቲ ነተጉትኻ ንፀላኢ ትጥቀመሉ ኣለኻ ሓጂ ሓደ ከዓ ብዓብኡ ከዓ እቲ ንፀላኢኻ ትጥቀመሉ ኣለኻ ማለት እዩ ኖ ትቐብሮ ኣለኻ ንፀላኢ ተድምዓሉ ኣለኻ ኩሉ ሙሉእ ዋላ እቲ ናይ ታንክታት ይኹን ዋላ ናይ ፀረ ሰብ ይኹን ምስ ክፍለ ሰራዊት ስለዚ ካብ በዓል ናይ ግንባር ናቕፋ ፀርዩስ እንደገና ከኣ እዚ ከባቢ ናይ ኣፍዓበት ጸርዩ እዚ ከባቢ በዓል ሀበሮ ዝበሃል ጸርዩ ከምኡ ኢልካ ስጋብ በዓል እዚ ምእሳር በቕሊ እንዳ ብምባ ስጋብ ጭልማ ዝበሃል ቦታ እዚ ኩሉ ነተግቱ ክነጽር ከለና ክንደይ መስዋእቲ ኢና ከፊልና ብኡ ዋላ ካብ ክፍለ ሰራዊት ይኹን ዋላ ካባና ማለት እዩ ስለዚ እዚ ምስ ጸረየ ንገዛእ ነፍሱ ሃንደሳ እዚ ሕጂ እቲ ዝወዓልኩሉ ዝዛረበሉ ዘለኹ ደይወዓልኩሉ ዋላ እቲ ብድሕረይ ማለት እዩ ኣነ ምስ ተሃረምኩ ታሽሙ ሰማንያን ትሽዓተን ሃንደሳ ዝገብሮ ዝነበረ ዕማም እዚ እንዳ ዓሰርተ እዚ ከባቢ ብድሕርና ማለት እዩ ስጋብ በዓል ባርንቱ ዘጽርይሉ ስጋብ ቁርደት ዘጽርይሉ ከባቢ ቁርደት ዝጸረየሉ ነይሩ በሽሓት ነተጉቲ እንዳውፅኻ እዚ ኩሉ ኣሽሓት ነተጉቲ ዘውፅኻዮ እሞ ከዓ ብመስዋእቲ ስንክልና እንዳተበለ እንዳኸፈልካ ኢኻ ትኸይድ ዘለኻ ርኣዩ ዋላ ድሕሪ ናፅነት እውን ተርእናዮ ሃገር ናፃ ወፅያ ኮላ ዝስውኡ ዝነበሩ ኣባላት ሃንደሳ እዮም ምክንያቱ ምልእቲ ሃገር ከፅርይዋ ስለ ዝነበሮም ፀላእ ዝገደፎ ፈንጅታት ዝተፈላለየ ናይ ሰብ ይኹን ናይ ፀረ ተሽከርከርቲ ዝነበረ ፈንጅታት ንምውፃእ ንዕኡ ከውፅኡ ዝስውኡ ብፍላይ ኣብቲ ፈለማ ናፅነት ሲ ውሕዳት እውን ኣይነበሩን ሽዑ ዝሰንከሉ እውን ድሕሪ ናፅነት ሲ ነይሮም እዮም ስለዚ ዓበ ሓላፍነት እዩ ዝስከም ቀሊል ኣይኮነን ሃንደሳ ህዝቢ ናፃ ኮይኑ ንክንቀሳቀስ ተኮይኑ እቲ ሓላፍነት ትፆርሲ ዝስከሞ እስከ ኣብቲ ናትካ ክንመፅእ ጀማል ምስዚ ጾር እዚ ተሰኪምካ ነዊሕ እናተጓዓዝካ እናተቃለስካ ኮለኻ ኣብ መወዳእታ ሰንኪልካ ኢኻ እስከ ፍጻመ ናይ ስንክልናኻ ከመይ እያ ነይራ ኣበይ ኣጋጣሚ እያ ብድሕሪኡ ሽዑ ናብቲ ተሳተፍካያ ካልእ ስራሓት እውን ክንከይድ ኢና ሃራይ ሰንኮል ኩሉ ሰማናን ትሽዓተን እየ ተሃሪመ ከምዚ ዝበልኩኻ ማለት እዩ እቲ ዕማማት ዝነበረ ኣብ ድሕሪ ናይ ፋዕበት ኩነታት ኩሉ ነቶግቲ ክጸሩ ኣለዎ ተባሂሉ ኩሉ ጸርዩ ስጋ ከም ዝበልኳ ስጋ ኣብ ከባቢ በዓል ጀዛን ከባቢ እዚ ናይ ሃበሮ ከባቢ ጸርዩ ብድሕሪኡ ንሕና እታ ጋንታ ንሕና ዝነበርና ተመሊስና ዓምበርበብ ኢና ነርና ከም ብሓድሽ ወፍሪ ክካየድ ኣለዎ ተባሂሉ ሓልሓል መጺና ማለት እዩ። ኣብ ግንባር ሓልሓል እንዳ ስሳን ሓደን እንዳ ትስዓን ሽዱሽተን ጥራሕ እዮም ምሳና ነይሮም። ናይ ክፍለ ሰራዊት ሃንደሳ ማለት እዩ። ንሕና ከኣ ሓንቲ ጋንታ ማለት እዩ። ስለዚ ኣብ ናይ ሓልሓል ከምዚ ዝበልኩኻ ካብ እንዳ ቡምባ ኣይትተሃመል ዝበሃል ቦታ ስጋብ ንጨልማ ዘሎ ቦታ እቲ ነቶግቲ ብምሉኡ ዓሰርተ ዓመት ዝገበረ ነቶግቲ ብምሉኡ ጽሪናዮ ኢና። ሓደ ክልተ ዘይተርፍ የለን ማለት ኣይኮነን ይተርፍ እዩ ተብል ኢኻ ወይን ብገለ ብገለ ኣሎ ኩሉ ዳርጋ ዝበዝሐ ግን ጸሪ እዩ ሕጂ እታ መንጎ እቲ ብዙሕ ነገራት ኢኻ ትርኢ ናይ እንዳሳን ሓደን ክልተ ሰባት ተሃሪሞምና ዓይኖም ማለት እዩ እቲ ሓደ እኮ ደሓን ዩኣል ምስገድ ይበሃል እቲ ሓደ ግን ሓንቲ ኢዱን ክልተ ዓይኑን እዩ ተቢሉ ዓራር ምስ ከደ እዩ ተሰዊኡ ደሓን ነይሩ እንዳ ስንኩላን ምስ ከደ እዩ ተሰዊኡ ብድሕሪኡ እቲ ነተግቲ ኩሉ እንታሽሙ እንዳገበርና ከለና ከዓ ፍላይ ኣብዚ ባሕሪ ሓደ ፊት ናይ ጭፌት ኣከባቢ ማለት እዩ ሳዕሪ ብዙሕ ሳዕሪ ዝነበሮ ቦታ ነይሩ ሕጂ ወል ሓደ ትገብሮ የብልካን ክልተ መስመር ሰለስተ መስመር ኣውፂናየና ኣርባዕተ መስመር እዩ ዝኸይድ ኩሉ ወፂኡ እዩ ግን እቲ ውሽጢ እሞ ከኣ መሬት ተሪር ዓሰርተ ዓመት ዝገበረ ቀሊል ኣይኮነን ካ ነዚ ዓሰርተ ዓመት እንታይ ስሙ ክተውፅእ ክትፈልጦ ክልተ ብፆት ተሰዊኦምና ካብቲ ኩሉ ግዜ ካብ እሙረይን ኣብ በሰላይን ክሓኮ ዘይክእል ኩሉ ግዜ ዝዝከረኒ መጀመርታ ብፀይቲ ትንሰእ ትበሃል ዳርጋ እዚ ፍርቂ ናይዚ ካብዚ ናይ መንኩባ ካብዚ ከባብ ኣፍልባ ብምሉኡ የለን ማለት እዩ ርእሳን ገሊኡን ኩሉ ተፈጂርዋ እወ እንዳውፀት ከላ ርእሳ ሃሪማታ እንታ ባክሌት ብምሉኡ እዚ ከባብ ኣፍልባ የለን ማለት እዩ እታ ርእስስ ከም ኩዕሶ በት ትድርብያ ማለት እዩ ሕጂ ሕሰቦ እዚ ሕጂ ንገዛእ ነፍሱ ልትንሰእሲ ከምዚ ጌርና ሕቁፍ ሕቁፍ ኣቢልና ኣብ ከረፂት ከምዚ ኣንሶላ ጥምር ኣቢልና ኢና ኣብ ባሬላ ጌርና እዮም እዚኣ ብመስዋእቲ ትንስኤ ካብተን ሓያላት ንፉዓት ደቂ ኣንስትዮና ካብቶም ብርቱዓት ንፉዓት ናይ ኣብ ሃንዳሳ ዘለዋ ደቂ ኣንስትዮና ሓንቲ ካብአን እያ ካብተን ንፉዓት ብድሕሪ ኣማንኤል ዝበሃል ተሃሪሙና ኣማንኤል ክብረት ንሱ ከዓ ከምኡ እንዳውፅ ከሎ እታ ገፁ ፍርቂ እያላን ማለት እዩ ንሱም ተሰዊኡና ንቡር ተስም ጌርናሉ ማለት እዩ ብድሕሪኡ ጀማል ብምሉኡ ክቃጸል ኣለዎ ተባሂለ ሕራይ ኢለ ብምሉኡ እቲ ሳዕሪ ኣንዲደዮ ማለት እዩ ብጫፉ ካብ ላዕሊ ጀሚርካ ስጋብ ታሕቲ ኩሉ ኣንዲደዮ ምስ ተሰውኡ እሶም እወ
ኩሉ ኣንዲደዮ ዳርጋ ትንትግቲ ይረአ ከም ስርዓት ገርመካ ገሊኡ ተፈጂሩ ገለመለ በሰንኪ እቲ ሙቐት ግርምታት ገለ ተፈጂሩ ገሊኡ ከ ጠጠው ኢሉ ትርእዮ ከም ስርዓት ከላስ ጠጠው ይበልቲ ስራሕ ተባሂሉ ተገዲፉ ኣጋጣሚ ኣዕሪፍና ካለና ሓደ ገባር ይመፅእ ትግረ ቋንቋ ስለ ዝኽእል ነበርኩ ኣነ ከዓ ተኺሉ ጀማል ጀማል ይብለኒ ኦኬ ተቐቢለ ነተክቱ ኣለዉ ረሲዕኹሞ ዝኸድኩም ጤል ሃሪሙልና ይብለኒ ባ እወ ሓራ ኢለ ወኪ ነግሮ ማለት እዩ ወኪ መራሕ ጋንታና ማለት እዩ ንዑ ነግሮ ካላት እሞ እንታይ ዳ ንኸይድ ንረኣዮ ገለ ተባሂልና ሓንቲ ሓኪም ጓል ቀሺ ልኡላ መጀመርታ ወኪ እኮ ትረፍ ኢለ ነረ ዳሕራይ ግን ኖኖ ኣይተርፍን እዩ ገልምታት ገለገለ ኢሉ ባሬላ ሓራ ይበል ንኸይድ ተባሂልና ኤንወይ ብሓደ ከይድና ሰለስተ ኣርባዕተ ቆልዑ ከዓ ምሳና ተማሊእና ናብቲ ቦታ በፂሕና እቲ ገባር ኣርእኒ ማለት እዩ መሳሪኹ- መሳርሒኹም ሒዝኩም ማለት እዩ እወ እቲ እቶም ቆልዑ ክሕግዙና ማለት እዩ ሓኪም ኣላትና እቲ ገባር ኣሎ ምሳይ ኣሎ እሱ እዩ እቲ ቦታ ከርእየና እ፣ ወኪ ከዓ መርሒ ጋንታ ምሳና ተበጊሱ ማለት እዩ ባሬላና ሕጅና ኩሉ ግዜ እቲ ባሬላኻ ኣይተትርፎን ኢኻ ማለት እዩ እወ ገለ ከጓንፍ ስለ ዝኸ- እዋ በር- ኣብ- ብ- ከም እንታይ ሽሙ ክማልኣ ከማን ኣይሓሰብኩዎ ነይረ ምክንያቱ ኣጽብ ኣሎ እቲ ደም ኣሎ እቲ ቅብኣት ዝሰፍሐ ኣሎ ኣብቲ ቴንዳ ማይ ጌርና ሓጺብና ሓጺብና ሓጺብና ይገርመካ እዩ ውዑይ ስለ ዝኾነ ሽዑ ሽዑ እወ ኣይከይድን እዩ ከማን ናይ ዋላ ማይ ትሬሳ ጌርካ ናይቶም ተሓጽብካ ስውኣት እወ እም። ብዝኾነ ክንገድፎ ገለ ተባሂልና ኖ ኣይንገድፎን ኢና ይብለኒ ወኪ ተሸኪምዎ ወኪ መጺኡ መራሕ ጋንታና እዩ እም። Anyway ከይድና ኣብታ ቦታ ምስ በጻሕና እቲ ገባር ኣርእይኒ ሓቁ እዩ እታ ጨርሒ ርእያ መበገሲት ርእዮ ኩሉ ርእዮ ኣለኹ ቢኖ ኮል ኢለ ርእዮ መበገስን መወዳእታን ኩሉ እቲ ነተጉቲ ክልተ መስመር ሒዙ ዝኸይድ ነተጉቲ ርእዮ ባክሌት እዩ ከዓ ጤል ተሃሪማ ግልምታት ኩሉ ርእዮ በሉ ተኣልዩ ኢለ ንዕኦም ኣለዮም ብድሕሪኡ ቀጥታ መፅየ እቲ ኳና ኳና እዩ ከምዚ ኢሉ ታሽሙ እቲ ገዛ ከም ዝኸቢብ ነገር እዩ እቲ ገዛ ማን ኣለዎ ከምዚ ናይ ኣጉዶ ናይ ብሌን ገልምታት ገለ ዝነበረ ዝፈረሰ እዩ ኣብ ቅድሚ ድፋዕ እዩ ማለት እዩ ልዕሊኡ ከዓ ድፋዕ ኣሎ ማለት እዩ ቦታ በይ ደኾን ደሎ ብልክዕ ሓልሓል ርሀይ ሓልሓል ርሀይ ርሀይ ዝበሃል ቦታ ሕጂ ፊት በዓል ፌኒክ ፊት በዓል እንዳ ቡምባ ማለት እዩ ፊት እዩ ማለት እዩ ናይ ፀላኢ ድፋዕ እዩ ሕጂ እቲ በቲ መንደቕ መንደቕ ተሰቒለ መጽየ ኩሉ ኮንትሮል ገይረዮ ኣለኹ ሕጂ እንታይ ገብራ ጸላኢ ኣነ ከምኡ እየ ጥርጥር ጸረ ስለያ ዝበሃል ከ ኣሎ ንሰን ይጥቀማ ንስኻ ትጥቀም ኢኻ ከምኡ ትገብር ኢኻ ገሊኡ ዘይንቡር ነታጒ ምቕባር ማለት እዩ እቲ ንቡር ፍሉጥ እዩ ንስኻ ከኣ ዘይንቡር ንሰን ከኣ ዘይንቡር ገብራት መታለሊ እወ መታለሊ ምክንያቱ ሕጂ ወንበደ መፅኦም በዚኣ እንድሕሪ እምኒ ተፀጊዖም ኣብዚኣ ክትሃርሞም ትኽእል ኢሎም ከምኡ ዝቐብሩ ማለት እዩ እዚ እንታይ ይበሃል ፀረ ስለያ ይበሃል ማለት እዩ ወይ ስለያ ክመፁ ከለዉ ግልምታት ገለታ ሽሙ ንዕኦም ንምግባር ንስኻ ከዓ ልክዕ ከምኡ ትገብር ኢኻ ከምኡ ትጥቀም ኢኻ
በዝኾነ መንገዲ ከምኡ ክኸውን ኣለዎ ኢለ መርቀሲት ናይ እግረይ እዚኣ ኩዒተ ኩዒተ ነዛ ካልኣይቲ ናይ የማን ክኩዕት ከለኹ በቃ ከምዛ ታኒካ ድም ትብል ልክዕ ከምኡ ትስምዓትን ኣብቲ ብዙሕ ሰ ኣይከድኩን ኣይበጻሕኩን ኣብቲ መስመር ጨርሒ ዘለዋ ኮለ ገና ኣብ ቅድሚ ኣብኡ ከሎ ይፍጀር እዚ ጨጉረይ ብምሉእ ይነድድ እዚ ክዳውንተይ ብምሉእ ይነድድ ዳርጋ ናብ ጸሎ ናብ ፈሓመ ተቐይረ ነይረ ማለት እዩ ቀጥታ ንፉዓት ቆልዑ ነይሮም ዘብዘብ እንዳበሉ መጺኦም በታ ኮና ማለት እዩ ምክንያቱ የማን ጸጋም ስነተክቱ ኣለኖ ስለዚ ክጥንቀቀሎም ቀስ ኢሉ ንዓናይ ድሓን ግደፍ ኢለ ኣብ ከለኹ በዛ እዛ ኢደ የማነይቲ ህርምቲ ሽዑያ ተሃሪማ በታ ጸጋመይቲ ንዓናይ ምርሓን ኢለ እታ ጻዊዕትኻ ሽዑ ከይዳ ላ ዳሕራዮም ሰዲዶማ ተሃሪማ ኣላ ግን እወ ተሃሪማ ኣላ ግን እዛ ሓንቲ ጻብዕቲ እዛ መልከቲቶ እወ ሰንኪ በኣ ገይረ እየ ዝሃርማ ዘለኹ ነታ ፈንጂ ማለት እዩ በኣ ሒዛ ስለ ዝነበረት ሕጂ ኣብ ከሎ እንዳመርሐኒ እንዳመርሐኒ እንዳመርሐኒ በቲ መንደቕ መንደቕ መንደቕ ንፉዓት እዮም እቶም ቆልዑ ባሬላ ገቲሮም ገለመለ ገለ ዓይንኻ ከኣ ተደፊነን ኣለዋ ዓይነይ ተደፊኑ እዩ ኩሉ ጸሎሎ እንዲ ኩሉ ነዲዱ እኳ እዩ ብምሉ ጨጉረይ ኣብዚ ዝበጽሕ ነይሩ ክገርመካ ብምሉ እዩ ተቃጺሉ ከሎ ካላት ኣብኣ ከለዉ ከይድ ማለት ንሕክምና ብድሕሪ እቲ ታሽሙ ትንቡር ሕጂ ሕክምና ጭፌታ እዩ ነይሩ ናይ እንዳሳን ሓደን ቀትሪ እዩ ነይሩ ሽዑ ከባቢ ሰዓት ዓሰርተ ገለ ከባቢ ነይሩ ኣብታ ትሕቲ መሬት እትዮምኒ ኣብኡ ኩሉ ሕጂ ብተን ዶካትር ተን ሓካይም መጽየን ነርስ ንፉዓት ሓያላት እየን ብሰላይን እዚ ናይ ኢንፊዥን ገይረን ኩላ እታ ገጸይ ኣጽሪነኣ ማለት እዩ እል እዚ ኩሉ ክዳውንተይ ግልምታት ገለም ደም ተጸይቀ ኩሉ ኣልየነ እዮም ብምሉእ እቲ ግታሽሙ ኣጽርየን ኣቢለን ግልምታት ገለ ገይረን ሕጂ እዛ ዓይነይ ክፍት ምስ ኣበልኩስ በዛ ሓንቲ ልክዕ ፊኒስትራ ስለ ዝነበርኩ እታ ብርሃን ተረኣያትን ናይ ፊኒስትራ ሕጂ ደሓን እዩ ማለት እዩ ኢለ ሓንቲ ዓይንኻስ ብርሃን ሪኣ እዋ ሪኣ
ሕጂ ብከልኣት ብህፁፅ ብቐትሪ ተይታ ኣምፂኦም ዳሪቃል ዝበሃል ቦታ ኣብኡ ወሲዶምኒ ማለት እዩ እዚ ኩሉ ታሽሙ እናበለ ብቐትሪ ከይደ ናይ እዛዝ ክፍለ ሰራዊት እያ ሕጂ ንኸይድ ኣብኡ ምስ ኣተኹ ቁሩብ ኣዕርፍ ኣቢሎም ናይዛ ኢደይ ብጣዕሚ ማራ ተሃስያ ስለ ዝነበረት እታ ኣጻብዕቲ ንዓኣ ቁርጽ ኣቢሎም እቲ ሰዲዶማ ካልእ ኩሉ ድስፈ ሰፍዮም እህ። ኣተዓራርዮማ ማለት እዩ እታ መልካቲቶ ናይ የማነይቲ ናይ ኢድካ መመልከቲቶ እወ እ፣ ካልእ እቲ ጨጉረይ ብምሉኡ ከም ብሓድሽ ላጽዮም እቲ ጨጉሩ እቲ ዝተበለ ንዕኡ ልጽይ ኣቢሎም ሳይ ገይሮምለይ ካልእ እቲ ምሕጻብ ቀጻሊ እቲ ናይ ሰላይን ናይ ገጸይ ማለት እዩ ደሓን ታሽሙ ኮይኑ ካብ ዳሪቃል ናይ ኣስማጥ ዝበሃል ቦታ መጽኤ ካብ ኣስማጥ ናይ ዛራ ንዛራ ወሲዶም ንማእኸላይ ሕክምና ዳርጋ ኣብ ዛራ እንከለኹስ ዳርጋ እዛ ቆስለይ ሓውያ ማለት እዩ ቀሊል ኣይኮነን ዶካትር ንፉዓት እዮም እንፍጅን ከቲሮም ታሽሙ ገይሮም ሓደ ሓደ እዋናት ክርስታላይን ዝበሃል ኣለዎ ይገርመካ እዩ በቲ እንፍጅን ንእሽተይ ስድት ክብሉካ ከሉ ኣካላትካ ብምሉእ ሓውያ ትኳዖ
ናይ ታሽሙ ናይ ረኽሲ ታሽሙ መድሃኒት እዩ ቀልጢፉ ሓውዩ ተቁስለ ዳሓን ኮይኑ ካብ ዓራርብ እየ ከይደ ኣብ ዓራርብ ሕክምና ተገይርለይ ናይ ዓይኒ ገለመለ ኣብኡ እየ ነይረ ዓመት ሙሉእ ነይረ ኣብ ዓራርብ ካብታ ዝነበረታ እንዳረኣየት እንዳረኣየት ማለት ናይ ሰለስተ ሜትሮ ቁርብ ክርኢ ጀሚረ ኣርባዕተ ሜትሮ ከምኡ ክርኢ ጀሚረ ካብኡ ከላስ እዚ በዓል ናጽነት ሲ ዳርጋ ጽቡቕ ዓሰርተ ሜትሮ ርኢ ግልምታት ገልመለ ብሽክሌታ ገይረ ከይድ ኩሉ ከም ድላየ
የማን ዳኔራ ጸገም የማነይቲ የማነይቲ ጸጋም ግን ከይደ ጸጋሚቲ ግን ቀልጢፋ ከይዳ። ሃስያ እያ። ኣይፈስሰትን ከምታ ዘላታ ግን እንታይ ኮይና ቀልጢፋ ዓዊራ ኣብኣ ከላ ስኩጆ ስለ ዝሃረማ ኣብ ከሎ ታሽሙ ኮይና ኣላት ዓይኒ ግን ኣል- ስኩጆ ኣይሰርሕን ኮይና ኣይበለትን እወ ካላት ሕጂ በታ የማነይቲ ብኡ እየ ዝንቀሳቐስ ነይረ ብኡ እየ ታሽሙ ዘብል ነይረ ማለት እዩ እ፣ ደሓን ትንቀሳቐሰላ ነርካ ዋዋ ከም ስርዓት እንቀሳቐስ ነይረ ክሳብ መዓስ ደሓን ከይዳ እታ የማነይቲ ቀስ እንዳበለ ክልተ ሽሕን ዓሰርተ ሓደን ፅቡቕ ነይሩ ራህራይ ኣብ ሸወደን እዮም ታሽሚ ገይሮማ ሕክምና ኦፕሬሽን ገይሮም ረኽሲ ስለ ዝገበረ ካብ ኢድና ክንህብ ጀሚርና ኣብ ሸወደን ግን ኣሎ እቲ ብርሃን ኣሎ ይረኣየኒ እቲ ብርሃን ዳ ቁርብ ኣለካ ዶስ እወ፣ ኣሎ እቲ ብርሃን ኣይሆብ ምስ ቴክኖሎጂ ምዕባለ ገለመለ ምናልባት ተስፋ ኣለዎ ተስፋ ንገብር ሕጂ ግን ክልቴና ዓይነ ስውር ኢኻ ዘለኻ ማለት እዩ እ፣ ጩራ እዩ ዝበሃል ጮራ እወ ኣለዋ ማለት ብርሃን ዘለዎ ሰብ ኩሉ ግዜ ዓይኒ ስውር ማለት እም። ክልቲኡ ጸልማት ዘይርኢ ማለት እዩ ስለዚ እታ ሓንቲ ዓይንኻ ቁሩብ ጮራ ሓደ ብርሃን ዝርኢ ሰብ ከዓ እንታይ ትብሎ ጮራ ዝርኢ ብርሃን ዝርኢ ማለት ስለዚ ተስፋ ኣለዋ ከምኡ ብል ኣነ ከምኡ ብል እስከ ጀማል ኣብኡ ከለካ ብ ፀጋመይቲ ኢድካ እታ ማይክሮፎን ሒዝካ እታ ህርምቲ የማነይቲ ኢድካ ኣብኣ ከለካ ርእየና እዋ ኦኬ ሕጂ እዚኣ እዛ እታ መመልከቲት ከምዛ ትሪያ ዘለካ ብኣ እታ ሰንኩሒት እያ ነይረ ማለት እዩ እታ ጫፍ ናይዚኣ ከኣ እዚኣ ትሪኣ ዘለኻ ማለት እታ ትዕጸፍ ናይታ ዓባይ ዓባይቲ ማለት እዩ ሕጂ ከምዚ ገይረ ምስ ሃረምኳ ርእሳ ምስ ተተኮሰ ዳርጋ ተቢላ እያ እታ ሽሙ እታ መመልከቲቶሲ ዳርጋ ተሓምሺሻ እያ ተሓምሺሻ እያ እቲ ካልእ ድሓን እዩ ኣጻብዕቲ ዓባይ ዓባይቶ እውን ንእሽተይ ኣብቲ ጽፍሪ ዓባይ ዓባይቶ ከዓ ባጫፍ ሒዛ ስለ ዝነበረት እያ ሕጂ ነታ ሰንኪ ከምዚ ገይራ ቀርቂራታ ስለ ዝነበረት እያ እታ ሽሙ ገይራ ግን ወላ ሓንቲ ምትሓዝ ኣይፅግምን እያ ተብል እያ ማለት እዩ ደሓን እዩ
ሽዑ እታ ኣደ ኣሃዱኻ ተፈሊኸያ ማለት እዩ ካብኡ ኢና ተፈሊና እቲ ኣሃዱ ዓመት ሙሉ ኣብ ሕክምና ብድሕሪኡ እንዳ ስንኩላን ተስዓ ዓመተ ምህረት እዚ ናይ ባፅዕ ኩነታት ሲ ሽዑ ኣትዮም እንዳ ስንኩላን ማለት እዩ ኣብ ተስዓ ዓመተ ምህረት ዳርጋ ኤንወይ ደሓን እዩ ኣብኡ ከዓ ሀየልና ጀሚርና እቲ ናይ ስንክልና ግን ከም ስምዒት ይስማዓካ እዩ ካብ ኣህዱኻ ክትፍለ ቀሊል ኣይኮነን ካብ ስራሕካ ክትወፅኦ ኣለካ ካብ ስራሕካ ክተብል ኣውራት ስራሕካ

ኣብ ዝመጽእ ግዜ ራብዓይ ክፋል ናይዚ ዛንታ ከነቕርበልኩም ኢና። ንስለ ምክትታልኩም ኣዚና ነመስግነኩም። ሕጂ ውን ሸር፣ ላይክ፣ ሳብስክራይብን ኮመንት ካብ ምጽሓፍን ኣይትዘንግዑ ክንብል ንደሊ። ደጊምና ነመስግነኩም። ሰላም ቀንዩ። ዘልኣለማዊ ዝኽሪ ንሰማእታትና። ዓወት ንሓፋሽ!
በርቅ ሃላ ሃዱድ!